ኣንታ ሓውና ምስኡ ዓይነት ተሓሓዝ ንስማዕ ኢለ ሓንቲ ይብላ ኣለኹ። ኣብ ቪድዮታተይ ምቅታል ክበዝሕ ምዃኑ ብዙሕ ግዜ ተዛሪበ ኣለኹ። ስለምንታይ ከምኡ ኢለ? ዝተዓዘብክዎ፣ ዝፈለጥክዎ፣ ዝረኣኽዎ ነገር ስለ ዘለኒ እየ። ባህጊ ሞት ኣልዩኒ ኣይኮነ፣ ባህጊ ቅትለት ኣልዩኒ ኣይኮነ፣ ኩሉ እቲ ናይ ሓዘን ነገር ልዕሊ ማንም ኣነ እፈልጦ። ማዕረ ክንደይ ኣቐንዛዊ ምዃኑሲ ይፈልጦ ጽቡቕ ገይረ ማለት እዩ። ስለዚ ኣይደልዮን እየ። እንተኾነ ግን ኣብ ንቡር ስለ ዘየለና ምቅታል ክበዝሕ እዩ። ገለ ካብኡ ብዙሓት ደቂ ኣንስትዮ ኣለኽን ንገሌኽን እውን እዕለክን ኣለኹ እየ። ብግልፂ እዛረብ ኣለኹ። ሓሶት ኣይድልዮ፣ ምግናን ኣይድልዮ፣ ገለ ኣይድልዮ። ከምዚ ናይ ለንቅነ ነዚ ሓወና ኣጋጢሞ ዘሎ ደቅኻ ምቕታል ወይ ከዓ ኣብ ነብስኽን ምቕታል ከይመጻክን ከሎ ኮፍ ኣቢልክን ኣሳብኡትክን ኮፍ ኣቢልክን ሰብ ጌርክንልኽን ከም ሽጣራኽን ንገርኦም ዘይ ደቆም ደቁኹም እዮም ኢልክን ሱቕ ኢልክን ዘለኽን ደቂ ኣንስትዮ ይፈልጥ እየ ኣነ ይፈልጥ እየ ዘይፈልጥኽን መሲሉክን ገሌኽን ሱቕ ኢልክን ኣለኽን ብዝተፈላለየ ነገር በጺሑሞ ዘይደቆም ምዃኖም ኣራጋጊጾም ፈሊጦም መዓልቱ ጽበዩልኩም ዘለዉ ሰባት ኣነ ይፈልጥ ይብለክን ኣለኹ ኣነ ዛርብ ኣለኹ ብዘይ ቀልዓለም እብለኩም ኣለኹ ኣነ እዚ ጉዳይ እዚ ከም ዝመጽእ ርድእ ነገር እዩ ሰብ ካልእ ጭንቀት ኣለዎ ካልእ ትራማታት ኣለዎ ክንደይ ሽግር ሓሊፉ መጽኡ ክንደይ ህይወቱ እውን ብዋዛ ዋዛ መዓት ሽግር ሰሪዑሉ ዝጸንሐ ኣብ ሂወቱ ኣብ ውሽጢ ባዕሉ ድቃስ ዝኸልእ ኣብ ውሽጡ እትዩ ዝጸንሐ ባዕሉ ብሃልከፍከፉ ድዩ ብዘይ ፍላጥ ድዩ ብገለመለ እዚ ኩሉ ተሓዊስዎ እዚ መንእሰይ እዚኦም ደቅኻ ኣይኮኑን ክትብሎ ብፍላይ ባዕሉ ክፈልጥ ብዲኤንኤ ድዩ ብገለ ድዩ ከይተበፅሐ ባዕልኽን ንገር ኣብላ ልዃንኻ ሕጂ እዚ ኩሉ ነገር ከይተበፅሐ ኮፍ ኣቢልክን ዘይደቆም ድሕሪ ድኣ ሕዝክናሎም ኣሊኽን ደቅኹም እዮም ኢልክን ንገርኦም ኮፍ ኣቢልክን ኣለኽን ክንደይ ከምኡ ትገብሪ ኣለኽን ኣነ ፈልጥ ፈልጥ ፅቡቅ ገይረ ፈልጥ ስለዚ ሕጂ እውን እዚ ምቅትታል ክበዝሕ ይብል ኣለኹ ኩልና በጃኹም ሸር በሎ እዚ ቪድዮታት ሸር በሎ ፕሊስ ኣነ ብለኩም ኣለኹ የሕዋት መሪርኒ እዛርብ ዘለኹ ንሓንቲ ኣነ ቪድዮ ምስራሕ ደልየ ሰው ኢልካ ንሳናቲምና ንገለ ትብል ሓደኻ ተሪኤ በተን ሳንቲም ጥፍኡ ከምኡ እንተትደሊ ኣብ ዩቱብ ይመፃኹ ኣነ ፕራንክ ገለ ነበርኩ ከም ድላይ ገንዘብ ግሕጥ መበልኩም ነይረ ተሰሚዕና ንዛረብ ኣለና ብሎግ ተግበርናኩም ብሎግ ጌሩና ትብሉ ብዝኾነ ይሕዋት እትዮም ስድ ኣነ ኣብ ስድራ ቤት ኣብ ስድራ ቤት ሓደ ሓውኻ ወይ ሓንቲ ሓብትኻ እንድሕሪ ድኣ ትጽይቅ ኣልያ ዓገብ እንተ ዘይልካ ሽዓ ዓገብ ንዕቲ ቆልዓ እዛ ትገብርያ ዘለኽ ከይዲ ጽብቅቲ ኣይኮነትን ንዓታ ቆልዓ እዛ ትገብራ ዘለኻ ከይዲ ጽብቅቲ ኣይኮነትን እንተ ዘይልና ድሓር ሓወይ ሓብተይ ቃንዛ ዝሰምዓካ ከማን የብልካን ክንደይ ንፈልጦ ኣሎ ይኹም ስቁ ኢልካ ጸንሕ ከምዛ ዘይትምልከተካ ይተዓበጥ ይተዓበጥ ኢልካ ስቁ ትብል ዝኹሉ ሽግር እንደረኣኻ ኣብ ሶሉሽን ዘይትዋፈር ኮፍ ኢልካ ትጸንሕ ሽግር ንክፍታሕሲ ኣበርክቶ ዘይብልካ ስቕ ኢልካ ትጸንሕ እኳ ድኣ ክዕበጥ ክዕበጥ ሽግር ምስ ኣጋጠመ ሽዑ ሓወይ ሓፍተይ ደቀይ ምባል ትርጉም ዝበሃል የብሉን ዋላ እውን ንሰብ እውን ተጠቢስካ ኣይትጨንዎን ኢኻ ሽዑ እዋእቱ ህይወት ዝሓልፍ ስለዚ ይብለክን ኣለኹ ኣነ ኮፍ ኣቢልክን ለሰብኡትክን ንጎርኦም እተን ኣብ ከምዚ ዓይነት ሂወት ዘለኽን ንጎርኦም ሰብ ከኣ ኮፍ ኣቢልክን ወይ ቀሽኽን ካህንክን ኮፍ ኣቢልክን ወላ ፖሊስ ኮፍ ኣቢልክን ንገራ ወዲኤ ኣለኹ ብሩኽ መዓልቲ። እዛ ሰሙን እዚኣ ጸልማት ድኾነት ሰሙን እያ ኣንያትና ብፍላይ ኣብ ካልጋሪ እምበር እኳ እቲ ዜናስ ኣብ ዓለም ኩሉ ዘለኹም ሰባት ሰሚዕኹሞ ኢኹም ብዛዕባ እዞም ክልተ ሞይቶም ደለዉ ቆልዑት ኣቦኦም ዝቐተሎም ማለት እዩ እቲ ክራይስስ ወይ ድማ ናይ ኣእምሮ ይኹን ናይ ህይወት ቅልዋታት ኩሉ ኣብቲ ናህና ኮሚኒቲ ዝረኣየሉ ዘሎ ምክንያት እንታይ እዩ ኢለ ኩሉ ግዜ ንነብሰይ ስለ ዝሓታ ኣነ ትርጉም ስለ ዝሰርሕ መዓልታዊ ምስ ፋሚሊ ማለት እዩ ክትርጉም ኢለ ይኸይድ እየ እሞ እቲ ናይ ፋሚሊ ቫዮለንስ ብጣዕሚ ዓዚዙ በዚሑ ይረአ እዩ ፍትናና ኮሚኒቲ ዘሎ ብኡ መጠን ከዓ ኢሚዲየትሊ ኣውቶማቲክሊ ፋሚሊ ቫዮለንስ ክህሉ ከሎ ንኣብነት ፖሊስ ኣብ ዝተፀወዕሉ ወይ ከምኡ ናይ ፖሊስ ኢንቮልቭመንት ኣብ ዝሃለወ ቆልዑት ብፍላይ እንድሕር ኣለዎ ኮይኖም ቻይልድ ሰርቪስስ ኣውቶማቲክሊ ስለ ኢንቮልቭ ድገብሩ ነቶም ቆልዑት ስለ መሰል ዝጣበቑ ማለት እዩ ሶ ምስ ቻይልድ ሰርቪስስ ን ካትሊክ ኢሚግሬሽን ኮይነ እንደ ዝሰርሕ ሶ ይርዮ እየ እቲ መዓልታዊ ዘሎ ጸገማት ቅልዋታት እንታይ እዩ በቃ ከመይ ጌርና ኢና ከመፍትሒ ነምጻሉ ኢለስ ኩሉ ግዜ ምስ ነብሰ ይኹን ምስ ሓደ ሓደ ኣሕዋት ይዘራረብ እየ ማለት እዩ ሕጂ ግን ናብቲ ቀንዲ መልእኽተይ ዋና ነጥበይ ክመጽእ እሞ እሱ ከዓ እንታይ ክብል ደልየ ጭንቀት ወይ ድማ ምሻሎ ፅንኩር ዝበሃል ኩነታት ኣብ ሂወት ክንሓልፍ ከለና ሲ ናይ ባህርያት ለውጢ ከምፅኣልና ዘይንስና ኮይና ንነብስና ክንረኽባ መንፀርፀርቲ ወይ ቁጡዓት ወይ ከምዚ ክንከውን ሲ ባህርያዊ እዩ ኣብ ኩሉ ሰብ ዝረኣይ ነገር እዩ ኣነ ሳይኮሎጂስት ኣይኮንኩን ግን እዚ ፍሉጥ ሓቂ እዩ ማለት እዩ ማሲ እቲ ህይወትና ብፋይናንሻል ብገንዘብ ይኹን ብብዙሕ ዓይነት ብቃ ፕሬር ገይሮም ኣጨናኒቆምና ውጥርጥር ድበልናሉ ግዜ ናይ ባህርያት ለውጢ ጌርና ሲ ኣብቶም ንፈትዎም ሰባት ክነንፀርፅር ይኹን ገርጮጮ ክንብል ይኹን ጠባይና ባህርያትና ክቕየር ሲ ዘሎ ነገር እዩ ሕጂ ከምኡ ዓይነት ስምዒት ዝስማዓኩም ሰባት ተለኹም በይንኹም ኣይኮንኩምን ወይ ድማ ኣነ እንተ ኾይነ እየ ወይ ከምዚ ዓይነት ሰብ እየ ኢልኩምሲ ንነብስኹም ብዙሕ ክስተክል ከይትገብርዋሲ እቲ ኩነታትካስ ከምኡ ይገብረካ እዩ እሞ ከመይ ጌርካ ከ መፍትሒ ተምጻሉ ከመይ ጌርካ ከ ሓገዝ ትረክብ ናብ ዝብል ነጥቢ ክንከይድ እንተኮይና ግን ብፍላይ ኣብዚ ዓዲ ማለት እዩ ኣነ ናይ ካልግሪ ወኪለ ክዛረብ ብዛዕባ ካናዳ ስፐሲፊክሊ ካብ ዛዕባ ካልገሪ ኣብዚ ከተማ ስለ ዝቕመጥ ኣብዚ እውን ስለ ዝሰርሕ በቲ ዝፈልጦ ሓገዛትክን እንታይ ጌርኩም ክትሕገዙ ትኽእሉ፣ ከመይ ጌርኩምከ ንነብስኹምሲ ሓገዝ ክተዳልዉላ ትኽእሉ ናብ ዝብል ነጥቢ'የ ክኸይድ ማለት እዩ። ምኽንያቱ ከምኡ ዓይነት ስምዒት ዘጨንቕ ምንኣይኑ ይርድኣኒ እዩ። ንመሓዛኻ ይኹን ነቲ ቀረባ ዘመድካ ይኹን ድውል ኣቢልካስ ይጭኖ ኣሎ ከምዚ ክኾን ኣለኹ ክትብሎ ምስ ናትካ ክብርታት ይኹን ወይ ድማ ከይዕዘበኑ ጃጅ ከይገብሩኒ ጽሉል ኮይኑ ተጸሊሉ ከይብሉኒ ኢልካ ስግኣታት ክህልወካ ይኽእል ይኸውን ይህልወክ ክኽእል ይኸውን እዩ። ግን ሓገዝ ኣሎ። ኣብዚ ዓዲ ክራይሲስ ሰንተር ድበሃል ኣሎ ቴሌፎን ቁፅሪ ኣብዚ ክፅሕፈልኩም እየ ኣት ኤኒ ጊቨን ታይም 24 ሰዓት 24/7 ደዊልኩም ኣብቲ ትተጨነቕኩምሉ ንኣብነት ሰዓት ክልተ ናይ ለይቲ ሰዓት ሰለስተ ናይ ለይቲ ተሲእኻ ወይ ተጨኒቕካ በቃ መንፈስካ ተጨኒቓ ንትዛረቦ ጠፊኢካ ቴሌፎን ነታ ቁጽሪ ኣልዕል ኣቢልካ ደዊልካ ትርጉም ትግርኛ ደልየ ኢልካ ብትርጉም ውን እንግሊሽ ኣይክእልን ኢልኩም ክትስከፉ የብልኩምን ትግርኛ ትርጉም እደሊ እየ ኢልኩሞም ኢሚዴትሊ ሓገዝ ክህቡኹም ይኽእሉ እዮም ሽምኩም ምንጋር ኣየድልየኩምን እዩ ኣድራሽኹም ይኹን ኣይዲኹም ወላ ሓንቲ ከማን ኣየድልየኩምን እዩ ዳይሬክትሊ ኢሚዴትሊ ናፍቲ ጉዳይኩም ክትኣትዉ ትኽእሉ ኢኹም ኣይኖ ሰዓት ሰለስተ ናይ ለይቲ ደዊልካ ንሓውኻ ንማሕዛኻ ከይክትረኽቦ ትኽእል ኢኻ ደቂሶም እዮም ዘለዉ እዛ ቴሌፎን ቁጽሪ እዚኣ ድጽሕፈልኩም ግን ኣብቲ ትጭነቕሉ ሰዓት ደዊልኩም ሓገዝ ይደሊ ኣለኹ ክትብሉ ትኽእሉ ኢኹም። ናይ ካልጋሪ ስለ ዝፈልጥ ንሰብ ካልጋሪ እያ ክትከውን እዛ ቁጽሪ ነቶም ኣብ ካልእ ዓዲ ትነብሩ ብፍላይ ኣብ ካናዳ ይህሉ ኸውን እዩ። ሜቢ ዲስትረስ ሰንተር ኢልኩም ቼክ ግበሩ። እቶም ኣብ ካልጋሪ ትቕመጡ ግን ሓደራኹም በጃኻትኩም እንድሕር ደኣ ኣዋልድኩም ኣወዳትኩም እየ ዝብል ዘለኹ እንድሕር ትጭነቑ ኣለኹም በቃ ደጨነቕ ኩነታት ኣሎ ይኸብደካ እዩ ህይወትሲ ኩልና ሓሊፍናዮ ኢና ዘይሓልፍ ኣይኮነን ኣብቲ ኩነታት ኮይንካ ግን ክከብደካ ክእል እዩ መንፈስካ ክትጭነቅ ትክእል እያ ንተመክሮ ሰብ በቃ ዓለምሲ ክትጣበቅ ዝደለየት ኮይኑ ክስመዓካ ክእል ይከውን ብዝተፈላለየ ዓይነት ምክንያት ብፍላይ ድማ ምዚ ሕጂ ዘለናዮ ኣብ ሓድሽ ዓዲ መጺኻ ቀሊል ነገር ኣይኮነን ደይትፈልጦ ቋንቋ ደይትፈልጦ ባህልን ልምድን ቋንቋ ምስኡ ኣይትኽእልን ሓድሽ ምልምማድ ክትገብር ሱፐር ማርኬት ከማን ኣቲኻ ሳምና ደሊኻሲ ዒስራ ምርጫታት ኣለካ ኣየናይ ትመርጽ ከማን ደይትፈልጠሉ ብዙሕ በቃ ናይ ኮምፕሊት ዝኾነ ናይ ሂወት ለውጢ ክትነብር ክትፍትን ከለኻ ክትቃዳደም ምስቲ ኣዝዩ ማዕቢሉ ድጸንሕ ዓዲ እሞ ኸኣ ዌዘር እንዳ ተቓለሰካ እቲ ናይዚ ዓዲ ዌዘር ኩልና ከም ንፈልጦ ቀሊል ነገር ኣይኮነን ስራሕ ሲኢንካ በዝን በትን እንዳ በልካሲ ክትጨናነቕ ይኹን ብናይ ዲፕረሽን ይኹን ብኸምኡታት ዓይነት ምልክታት ክትሓልፍ ወይ ኩነታት ክትሓልፍ በይንኹም ኣይኮንኩምን ማለትሲ እንታ ንነብስኹም ወላስ ጃጅ ኣይትግበርዋ ንነብስኹም ወላስ ቁርብሲ ግሬስ ሃብዋ ማለትሲ ንነብስኹምስ ቁሩብ ደንግጹላ እሞ ኣብቲ ዝምልከቱ ኣካል ከድኩም ከኣ ሓገዝ ክትረኽቡ ፈትኑ ኩሉ ሰብ ዝኾነ ሰብ ኣብ ዘጭ ጽንኩር ዝኾነ ኩነታት ክሓልፍ ከሎ ይጭነቕ እዩ ወላ እቲ ስትሮንግ ድብሃል ወላ እቲ በቃ ክንደይ ነገር ሓሊፉ እዩ ዝበልኩም ኢልኩም ትግምቱ ወይ ሉክ ኣብ ትገብሩ ሮል ሞዴል ዝኾነኩም እዚ ሰብ እዚስ እዚኣስ ትብልዎ ሰብ ከማነይ ዝጭነቐሉ በቃ ዓለም ትጥልምቶ ወይ በቃ መንፈሱ ዝጭነቐሉ ግዜስ ኣሎ ማለት እዩ ኣብ ሂወት ክንሓልፍ ከለና ከምኡ እዩ ሕጂሲ ኣጆኹም ኣሕዋተይ በይንኹም ኣይኮንኩምን ሓገዝ ኣብ ትደልዩሉ ኣብዚ ዓዲ ድማ ናይ ካውንስሊንግ ናይ ቴራፒ ናይ ኩሉ ክትረኽቡሉ ትኽእሉ ዓዲ ኢኹም ዘለኹም ጥራይ ነቲ ትኽክለኛ ኣካል ነቲ ዝምልከቱ ኣካል ኬድኩም ሕተቱ ኣይትፍርሑ ከምዚ እንታይ ዝበሃል ኣጉል ሚት ብሂል ኣሎ እንድሕር ተዛሪበ ናይ ጭንቀተይስ ደቀይ ክምንጥሉኒ እዮም ከምዚ ክገብ ከምኡ ድበሃል ታሪኽ የለን ኣነ ክነግረኩም ኣነ ኣደ ቆልዑቲ ስጋብ ሕጂ ካውንስሊን ኣክሰስ ተረኪበ ይከይድ እየ ብቀዳማይ መልእክቲ ሰሪሐ ነይረ ኣብ ችልድረን ኮቴጅ ናይ ሽዱሽተ ሴሽን ፍሪ ካውንስሊን ይህቡ እዮም ቴራፒ ማለት እዩ ኣም ዩዚንግ ኢት ይጥቀመሉ እየ ዘለኹ ን ብጣዕሚ እየ ከዓ ሕጉስቲ ምክንያቱ ናይ ነፃ ወሸለ ተረኪቡ ንቴራፒ ክትከይድ ሚእቲ ሚእትን ገለን ክልተ ሚእቲ ኢካ ንሰዓት ትከፍል ስለዝኾነ ድማ ብዝተረክበ ኣጋጣሚ ኩሉ ኣነ ቴራፒ ኩሉ ግዜ እንተ ዝወስድ ኣብ ሰሙን ሓንሳእ ኣይጸልእን እየ ወላ ጸገም ሃልዩኒ ኣይኮነን ወላ ሓንቲ ሃልዩኒ ኣይኮነን ግን በቲ ዝውዕሎ መዓልታተይ እዚ ናይ ስራሕ ስትረስ ከማነይ ቨንት ክገብር ከለኹ ፐርስፐክቲቭ ትህበኒ እያ እታ ናተይ ቴራፒስት ብጣዕሚ እያ ከኣ ንፍዕቲ እሞ ከምዚ ተኾነኸ ከምዚ ኢላስ እውይ ብከምኡስ ኣይረኣኽዎን ነይረ ብከምኡስ ኣይሓሰብክዎን ነይረ ቴንክ ዩ ይብላ ማለት እዩ ወይ ሳምታይምስ ንርእስና ግሬስ ኣይንህብን ኢና እቲ ንኸዶ ደለና ጎደና ወይ ምሽ እቲ ባህልታትን ልምድታትን ሃይማኖትን ሓደ ሓደ ግዜ ይጸቕጠና እዩ ስለዚ ንንእስ ንረብስናሲ እቲ ዘለናዮ ደረጃ በቲ ትኽክለኛ ዝኾነ ሰብ ብዝርኣ መገድስ ከይክንርኣ ንኽእል ኢና እሞ ይሕግዘካ እዩ ብብዙሕ መገዲ ስለዚ ነቲ ዘሎ ኩሉ ሪዞርስስ ተጠቕምሉ ኣብ ናይ ካቶሊክ ኢሚግሬሽን ከዓ ብጣዕሚ ደስ ዝብል ፕሮግራም ባይ ዘ ወይ ኩሉ ግዜ ዝደልዮ
ንኹሎም ዝተፈላለየ መንገዲ ዘጋጥሙ ዘለዉ ኣሰቀቕቲ ዝኾኑ ትራጀዲታት ክትዛረበሎም ኣይትኽእልን ኢኻ ሓደ ሓደ ግን ካብ ምኽንያት መምሃሪ ክትጥቀመሎም ትኽእል ኢኻ ኣብታ ናይ ቅድሚ ሕጂ መቕተልቲ ዝነበረት ቪድዮ ንእሽተይ ቪድዮ ሰሪሐ ነረ ንሳ ከዓ ብዙሓት ብጌጋ ስለ ዝተረድእዋ ብዙሕ ክዛረቡላ ርኢና ኔርና። ኣብኣ ግን ሓንቲ ዓባይ መልእኽቲ ዘመሓላለፍኩዋ እንታይ እያ ኔራ፣ እዚ ነገር እዚ እንዳገደደ እዩ ክኸይድ ኢለ ኔረ። ስለምንታይ እቲ ትረንድ ዝበሃል ነገር እንታይ ምዃኑ ስለ ዝርድኣኒ። ኣብኡ እውን እታ ቃል ብቓል ዘቐመጥኩዋ እንታይ እያ፣ እዚ ብዙሓት ሰባት ከም ሶሉሽን ገይሮም ይወስድዎ ስለ ዘለዉ ትብል እያ። ብዙሕ ሰብ ንዓ እየ ብጌጋ ተረዲእዋ ኣነ ኣይኮንኩን ከም ሶሉሽን ዘቐምጦ ዘለኹ እቲ ምቕታል ብዙሓት ሰባት ግን ሓደ ነገር ምስ ረኣዩ ኣብ ሶሻል ሚድያ ከም ዝባሎ እዮም ዝብሉ ምናልባት ኣብ ሕብረተሰብና እንዳሰማዕናያ ዝዓበና ጽውጽዋይ ፍትሕ ከመይ ከም ዝጀመረ ንፈልጥ ኢና ኣኻልብ ኣብ ናይ ሓደ ሃፍታም ሰብኣይ ክመውት ኢሉ ተስካሩ ዝገብር ዝነበረ ሰብኣይ ከይዶም ክበልዑ እንከለዉ ካብ ምፍታሕ ምፍታሕ ካብ ፍታሕሲ ምፍታሕ እንከሎ መፍትሕስ ሙማት ክብሉ ሰሚዕዎም ሰበይቱ ፈቲሑ ትብል ዘረባ ተደጋጋሚ እንዳሰማዕና ዓብና ኢና ሰው ብዙሕ ሰብ ነዚ ነገር እዚ ከም ፍትሕ እዩ ዝሪኦ ዘሎ እቲ ሓደ ክንርድኦ ዘለና ሕጂ እውን ኣይነው ኣብ ሶሻል ሚድያ ብዙሕ ሰብ ተዛራቢ ስለ ዝፈረየ ተዛሪቡ ዝነብር ሰብ ስለ ዘሎ ብዙሕ ስለ ዘይሽርፈቱ ዘረባታት እዩ ግን at the end of the day እዚኦም ናይ ምንታይ ውፅኢት እዮም ናይ ህልኽ ናይ ሕጊ ዘይምፍላጥ ከምኡ እውን ናይ ፅልዋ ናይ ካልኦት ሰባት እዮም እዚኦም እዮም እቶም ዓበይቲ ነጥቢ ዘቐመጥኩዎም ምክንያቱ ብዙሕ ግዜ እዚ ነገር እዚ ምስ ኣጋጠመ ርእይቶ እዩ ዝዕብልሎ ብዙሕ ዘይፈልጥ ሰብ መፅዩ ብርእይቶ እዩ እቲ ነገር ዓብሊልዎ ዝሓልፍ። ሓደ ካብቲ ርእይቶ ናይ ኣእምሮ ሽግር እባ ትራውማ እባ ገለ ዝበሃል እዩ። እዚ ብዝተወሰነ መልክዑ ኣሎ። ሪሰርች ሳይንስ ዘቐምጦ ግን እቲ ምስ ኣእምሮ ሽግር ዘተሓሕዞ ካብ ዓሰርተ ክሳብ ሰላሳ ፐርሰንት ወይ ከዓ ሚእታዊት ጥራሕ እዩ። ልዕሊ ሰብዓ ሚእታዊት ካብ ሰብዓ ክሳብ ተስዓ ሚእታዊት ዝኸውን ዋላ ሓደ ናይ ናይ ኣእምሮ ሽግር ወይ ትራማ ምትሓሓዝ የብሉ ናይ ባእሲ ናይ ምጭቐጫቕ ናይ ህልኽ ውፅኢት እዩ ክገርመኩም እቲ ሪሰርች እንታይ ምዃኑ ተዘይንፈልጦ ወይ ከዓ ሪሰርች ብኸመይ ከም ዝንበብ ብኸመይ ከም ዝፅናዕ ተዘይንፈልጦ ኢና እምበር እዞም ሰላሳ ፐርሰንት ባዕሎም ንሸይ ክርዳእኩም ስለ ዝደለኹ እየ እቲ ነገርቲ ምስ ኣጋጠመ እዮም ዝምርመሩ እቶም ሰባት ንኣብነት ነዞም ክልተ ቆልዑ ቀቲሉ ዘሎ ሓውና ሕጂ ክምርመር ስለዚ ሕጂ ምስ ተመርመረ ናይ ግድን እዩ ነፀብራቕ ናይቲ ደቁ ባዕሉ ዘጥፋኣሉ ክ ኣብቲ ሕክምና ክረኤ ጥዑይ ኣይክኸውንን እዩ ሰብ ዝቐተለ ሰብ ብድሕሪኡ ጥዑይ ኣይከውንን ስለዚ ኣብቲ ሕክምና እንታይ እዩ ከርኢ ናይ እምሮ ሽግር ከርኢ ጭንቀት ከርኢ ኤንግዛይቲ ከርኢ ስለዚ እዚኦም ምስ ኣሶሰይት ዝገብርዎ ቅድሚ ምቕታሉ ኣይተመርመረን ቅድሚ ምቕታሉ መረጋገፂ የለን ናይ ኣእምሮ ሽግር ከም ዝነበሩ እዚ እዩ ናብቲ ሪሰርች ኣትዩ ድሓር ናይ ኣእምሮ ሽግር ነይርዎ ዝበሃል ኮይኑ ግን ሕጂ እውን ብዝተፈላለየ መንገዲ ኣብ ሕብረተሰብና ከም ዝበልኩኹም ብህልኽ ብፅልዋ ሕጊ ካብ ዘይምፍላጥ ኣብ መንጎ ደቂ ተባዕትዮን ደቂ ኣንስትዮን ኩናት ተኸፊቱ ይርከብ ንነዊሕ ግዜ ኣብ ኩናት ከዓ ሰብ እቲ ዝዋገኦ ዘሎ ሰብ ኣብ ዝሕሞ እዩ ዝወቕዖ። ይትረፍ ደሰብ ኣሜሪካ ሪኢኹማ ኢኹም ንኢራን ኩናት ምስ ተኸፈተ ናይ ህፃውንቲ ቤት ትምህርቲ ከይዳ ደብዲባ ሚእትን ሰብዓን ቆልዑ ቀቲላ እያ። ስለዚ ሕጂ እውን ደጊመ ዝብሎ እንታይ እዩ መፍትሒ ኣሎ ህልኽ ኣይኮነን ፀርፊ ኣይኮነን ዘረባ ኣይኮነን ብለይም ኣይኮነን ደቂ ተባዕትዮ ባገለባ ኣይኮነን ሓቢርካ እሂን ምሂን ክትብል፣ ሕጊ እንታይ ምዃኑ ክትፈልጥ፣ ሕጊ ንሰብ ኣይከላኸለሉን፣ ሕጊ ንሰብ ኣየድሕኖን፣ ሕጊ ኣየድሕነካን፣ ሕጊ ገዛእ ርእሱ ጥራሕ እዩ ዝከላኸል። ባይ ዘ ወይ ብዛዕባ እቲ ብዛዕባ ሕጊ ካልእ ግዜ ጽቡቕ ጌርና ክንዛረብ ኢና፣ ምኽንያቱ ካብ ሕጊ ዘይብሉ ካብ ሕጊ ዘይፈልጥ ሕብረተሰብ ኢና መጺእና፣ ሕጊ ብሃይማኖት ጥራሕ ኢና ንፈልጦ። ገሃነም እሳት ክትኣቱ ኢኻ እግዚኣብሔር ክጸልኣካ እዩ ገለ እንዳተባሃልና ኢና ዓቢና ሕጊ ግን ገዛእ ርእሱ ክከላኸል እዩ ደው ኢሉ ኣይትቕተል ዝብል ሕጊ ስለ ዘሎ ናይ ካናዳ ምስ ቀተልካ ደኣ እዩ ሕጊ ደፊርካ ደፊርካ እዩ ነቲ ኣይትቕተል ዝብል ሕጊ ናይ ካዳና ኢሉ ዝኣስረካ እምበር ቅድሚ ምቕታልካ ክትቀትል ሓሲብካ ኢኻ ኢሉ ዝከታተለካ ሕጊ የለን ኣብ ዓለም ስለዚ ሕጂ እውን ደጊመ ዝብሎ ብጌጋ እንድሕር ትርድዎ ሃሊኹም ምናልባት ፅቡቅ ገይረ ከብርሃልኩም ይኽእል እየ ካሊእ ግዜ ካብ ሂወት ዝዓቢ ነገር የለ ኩሉ ሰብ ሂወቱ ንኸትርፍ ክፅዕር ክኽእል ኣለዎ ሂወቱ ንኸትርፍ ክፅዕር ክኽእል ኣለዎ ሂወቱ ከኽብራ ክኽእል ኣለዎ ኣብ ህልኽ ኣቲኻ ሂወትካን ሂወት ደቅኻን ሂወት ካልኦትን ተጥፍኣሉ መንገዲ ክህሉ የብሉ እዚ ከኣ ብዙሕ መፍትሕታት ኣለዎ። ሰምዑና እንድሕር ፍቓደኛታት ኮይንኩም ክንምህረኩም ንኽእል ኢና፣ ምስ ዝፈልጡ ሰባት ክነራኽበኩም ንኽእል ኢና። እዚኣ ክብል እየ ዝደሊ። ብሩኽ ቀዳም ሰንበት።
ዘሕዝን ፍጻሜ ኣብ ኖርት ወስተርን ካልጋሪ ካናዳ። ወዲ ሰላሳን ሸውዓተን ዓመት ኤርትራዊ ኣቦ ን ወዲ ሓሙሽተ ዓመት ወዱን ጓል ሰለስተ ዓመት ጓሉን ባዕሉ ቀቲሉ ንፖሊስ ባዕሉ ደዊሉ ቀቲለዮም ኢሉ ከም ዝሓበረ ፖሊስ ናይ ካናዳ ሓቢሮም ኣለዉ። ኣቦን ኣደን ብሓንሳብ ንሽዱሽተ ዓመት ይነብሩ ከም ዝነበሩ ከምኡ'ውን እዚ ዝሓለፈ ዓመት በበይኖም ተፈላለዮም ይነብሩ ከም ዝነበሩ ኣቦኦም መጺኡ ኣልዒልዎም፣ ኣደ ደንጒ ስለ ዝነበረ ደዊላ ንፖሊስ ደንጒ ኣይመለሶምን ኢላ ሓቢራ እንዳተጸበየት ከላ እሱ'ውን ደዊሉ ባዕለይ ቀቲለዮም ኢሉ። ደው ኢሉ ማለት እዩ። እታ ኣደ ሲንግል ማም ኮይና በይና ደቃ ከም ተዕቢ ዝነበረት ሓቢሮምና ኣብዚ ሕጂ ግዘ እዚ ከኣ እቲ ማሕበረኮም ኣብኡ ዘሎ የጸናንዕዋ ከም ዘለዉ ሓቢሮም። እቲ ኣቦ ኣብዚ ሕጂ ግዘ እዚ ብናይ ቀዳማይ ናይ ቅትለት ድግሪ ተታሒዙ ከም ዘሎ ይሕብሩ። ብጣዕሚ ዘሕዝን ፍጻሜ እዩ የሕዋት። ነቶም ቆልዑት መንግስተ ሰማይ የዋርሶም ነታ ኣደ ከኣ ጽንዓት ይሃብኪ። ከተሳእና ዝግባእ እዩ እዚ የሕዋት ኣብዚ ሶሸል ሜድያ ኮንካ ኣንስቲ ዶ ኣወዳት ዶ ከምዚ ዶ ኢድካ ዊጥ ዊጥ ገርካ እዚ መመሊሱ እዩ ዘጥፋኣና ዘሎ የሕዋት ንበርስ ኣለና ንደቅናን ነብስናን ፕሊስ እቲ ቀንዲ ጸገም ዘሎ ሕርቕሩቕነትካ ዘይምቕጽጻር እዩ ናይ ግድን you know ምስ ስድራ እንድሕር ኣለኻ ስድራኻ ክሕርቑኻ እዮም ምስ መጻምድቲ እንድሕር ኣለኻ መጻምድትኺ ክሕርቐኪ እዩ መጻምድትኻ ከተሕርቐካ እያ፣ ደቅኻ ከሕርቑኻ እዮም፣ ኣብ ስራሕ እንድሕር ኣለኻ መሳርሕትኻ ከሕርቑኻ እዮም፣ ዝኾነ ሰብ ከሕርቐካ ይኽእል እዩ፣ ስእነንዶ ሰብሲ ዋላ እንስሳ እውን ከሕርቐካ ይኽእል እዩ፣ ግን እቲ ሰብ ዘይኮነ እቶም ሰባት ዘይኮኑ ዘብሉኻ ዘለዉ ዝሃስዩኻ ዘለዉ እቲ ሕርቑሩቕነትካ ዘይምቁፅፃር እዩ፣ ኣብዚ ሕጂ ግዜ'ዚ እቲ ሕርቕሩቕነትካ ኢተቛጻጺርካሲ ቁጽጽርካ ወጻኢ ኮይኑሲ ከምዚ ዓይነት ቅትረት መጻምድቲ ቅትለትሲ ብጣዕሚ ሰሚዕና ኩሉ ግዜ መዓልታዊ ንሰምዖ ኣለና ማለት እዩ እዚ ግን ካብ መጻምድቲ ቅትለት ናይ ኣዲኦም ቅትለት ኣቢሉስ ናብ ቆልዑት ከኣ እሞ ከኣ ወዲ ሓሙሽተ ዓመትን ጓል ሰለስተ ዓመትንሲ እዝስ ንትሰኣሉ ዘለና ግዜ የሕዋት ኢድና ውጥጥ ዊጥ ኣቢልና ኣዋ ሰብኡት ኣንስቲ ንብለሉ ኣይኮነን። ግዜና ኢና ነጥፍእ ዘለና ንበርስ ኢና ዘለና የሕዋት በጃኩም ተስኡ ኣብዚ ሕጂ ግዜ እዚ ትሰምዑኒ ዘለኹም ኣይኖ ብዙሕ ኣብዚ ሶሻል ሚድያ ኦ ሸጣን እዩ ዶ ሸጣን ኣቢልዎ ሸጣን እዚ ክቕተል ኣለዎ ከብል ኣለዎ ኢልና ኦ ንብል ኣለና ማለት እዩ እዚ ግን ልስን ኩልና ኣብ ርእስና ሸጣን ኣለና ከምዚ ኢልካ ቅድሚ ምዝራብካ ግን እቲ ብ ርእስኻ ደሎ ሸጣን እሱ ድዩ ዝቋጻጸረካ ደሎ ወይስ በስማኣም ኢልካ ነብስኻ ትቋጻጸር ኣለኻ ሓወይ ሓፍተይ ከምኡ ኢልና ክንሓትት እዩ ዝግባኣና ካብ ከምዚ እዩ እዚ በስማኣም ሸጣን እዩ ከምዚ ዶ ይግበር እዩ ገለ ምባል እሱ ንባዕሉ ከምኡ እዩ ዝብል ነይሩ ክንደይ ግዜ ነጊርናኩም ኣሕዋት ርእስና ዘሎ ሸጣን ንቋጻጸሮ ሕርቕሩቕነትና ንቋፃፀር ወይ ከዓ ከምዚኣ ሙሉእ ጀነሬሽን ክንደይ ጀነሬሽን በሪሱ ኣሎ ሕጂ ንብሎ ጨኒቕና ብጣዕሚ ይኖ ነብሳ ነጊርዋ ደዊላ ኣይመፁን ኣይመፁን ኣይመፁን ኢላ ነብሳ ነጊርዋ ኣደ ኣይመፁን ኢላ ደዊላ ማለት እዩ ዘሕዝን ዊ ሃቭ ቱ ዱ በረር ኣሕዋት ዊ ሃቭ ቱ ዱ በረር ይኣክል ይኣክል ዊጥዊጥ ምባል ነንሕድሕድና እስኻ ዘሎ ሸጣን ትቋጻጸሮ ኣለኻ ዲኻ ዋላ ተቋጻጺርካ እዩ ዘሎ ሎሚ ብዝኾንካ ሸጣን እዩ እዚ ትብል ኣለኻ ጽባሕ ንግሆ ከኣ ኣብ ርእስኻ ዘሎ ሸጣን ነብስኻን ደቅኻን ከብርስ እዩ ፕሊስ በጃኹም ቅድሚ ኣብ ሓዳር ኣብ ተኣሽሙ ምእታውኩም ነዚ ኩልና ኩልና ሰበይትና ሰብኡትና ክንገብሮ ዘለና እዩ እዚ ሕርቕርኡነትና ክንቋጻጸር ኣለና ስሚዒትና ክንቋጻጸር ኣለና ተደይ ኮይኑ ረእዮ መን ደቀይ ክቐትል እየ ኢሉ ይትስእ ደስዝ ብጣዕሚ ዘሕዝን ፍጻሜ እዩ በጃኹም ንተስእ ዘም ኣሕዋተይ ሰላም ሰላም ክቡራት ኣሕዋት ሀራይ እምበኣር ሎሚ ካብቲ ኩሉ ግዜ ናይ ትምህርቲ ኮምፒውተር ዝህቦ ፍልይ ዝበለ ኮይኑ ብዙሕ ግዜ ዝሰምዓ ዝነበርኩ ኣብ ሂወተይ እውን ብጣዕሚ ዝጠቐመትኒ ከምኡ እውን ንብዙሓት ኣሕዋተይ ክትሕግዞም ትኽእል እያ ዝበልክዋ ሓሳብ እየ ሸር ገብረኩም መፅ እሱ ድማ እንታይ እዩ ገለ ሰባት ዋ ክስቶሲ ምስተኣሰረ ተማሂሩ ወፅዩ እገለ ምስተኣሰረስ ሞያ ሒዙ ወፅዩ ክብሉ ይሰምዕ ነይረ ኣነ ግን ተኣሲሩስ ከመይ ኢሉ እዩ ከምኡ ሞያታት ሒዙ ክወጽእ? ብምባል ብዙሕ ትርድኣኒ ኣይነበረትን እያ። ኣብ እስራኤል ስለ ዝነበርኩ ክልተ ሽሕን ዓሰርተ ሓሙሽተን ድማ ከም ኩሎም ኤርትራውያን ኣብኡ ዝነበርና ማለት እዩ ክእሰር ናብ ሆሎት ተወሲኑ። እንተኾነ ግን ቅድሚ ምእታወይ እቲ ሓሳብ ብዙሕ ግዜ ሰሚዐያ ስለ ዝነበርኩ ንሓደ ዓመት ሙሉእ ስለ ዝኾነ እቲ ቤት ማእሰርቲ ኣብ ዓመት ገለ ነገር ሒዘ ክወጽእ ክኽእል ኣለኒ፣ ምኽንያቱ ዓመት ሙሉእ ክሰርሕ ኣይፍቀደንን እዩ፣ ዓመት ሙሉእ ኣብኣ እየ ኮፍ ክብል ስለዚ ገለ ነገር ኣፍርየላ ክወፅእ ኣለኒ ልክዕ ከምቶም ተኣሲሮም ሙያ ሒዞም ተኣሲሮም ተማሂሮም ወፂኦም ዝብልዎም ኣነ እውን ገለ ነገር ከፍርየላ ኣለኒ ብምባል መደብ ኣውፅኤ ብዙሕ መፃሕፍቲ እውን ንሂወተይ ክልውጡ ይኽእሉ እዮም ዝበልክዎም ሒዘ ኣትየ እንተኾነ ግን ምስ ኣተኹ ብዝያዳ እቲ ኣብኡ ዝኣቱ ዝነበረ ሰብ መብዛሕትኡ ገለ ተጨኒቑ ናብ ኤርትራ ይኸይድ፣ ገለ እውን ተጨኒቑ ዘይሓሰቦ ናብ ኣፍሪቃ፣ ገለ እውን በቃ ካብኡ ወጺኦም ኮብሊሎም ተሓቢኦም ክሰርሑ ይፍትኑ ማለት እዩ። እስራኤል ከምኡ ነይሩ ማለት እዩ። ስለዚ ምስ ገለ መምህራን ኣሕዋተይ ኣብኡ ተዘራሪብና ተረዳዲእና እሞ ነዚ ህዝቢ ሲ ቁርብ ዘይንሕግዞ ብናጻ ትምህርቲ ንክፈተሉ ብምባል ናይ ኮምፒተር ትምህርቲ፣ ናይ እንግሊሽ ትምህርቲ፣ ናይ ማትስ ትምህርቲ፣ ናይ ዓረብ፣ ናይ ሂብሩ ዝተፈላለየ መምሃራን ተመዲቦም ዳሊክተር መዲብና ቤት ትምህርቲ ከፊትና ነቲ ህዝቢ ብጣዕሚ ተሓጊዙ ኣነ ንባዕለይ ኣብተን ሸሞንተ ወርሒ ልዕሊ ኣርባዕተ ሚእቲ ተምሃሮ ምሂረ ብሰርቲፊኬት ኣመሪቐ ማለት እዩ ናይ ኮምፒተር እቶም ካልኦት መማህራን እውን ኩሎም ከምኡ ዝተፈላለየ ነገር ገይሮም እንተኾነ ግን እታ ቀንዲ ዝደለኽዋ እዚኣ ኣይኮነትን ብሓፈሻ እዚ ዓብዪ ዓወት እዩ ነይሩ እቲ ናይ ግሊ ዓወት ናይ ሕብረት ዓወት ብምቕያር ብዙሕ ሰሪሕና ኣዝዩ እውን ደስ ዝብል ነይሩ ማለት እዩ ካብዚ ተወሳኺ ግን እቲ ቀንዲ ንሰብ እውን ክምህሮ ይኽእል ኢለ ዝሓሰብክዎ ናይ ግሊ ዓወት እዩ ቀትሪ ምሉእ መዓልቲ ሰለስተ ስቴፕ ስለ ዝነበሩ እቶም ናይ ትምህርቲ ቀዳማይ ደረጃ፣ ካልኣይ ደረጃ፣ ሳልሳይ ደረጃ ዳርጋ ከክልተ ሰዓት ሽዱሽተ ሰዓት ክምህር ጥራይ የሕልፎ ነይረ። ክመሃር እውን ከምኡ ኣብ ናይ እንግሊሽ፣ ኣብ ናይ ዓረብ፣ ኣብ ናይ ማትስ ኣብ ኩሉ ይመሃር ስለ ዝነበርኩ ንባዕለይ እውን እታ መዓልቲ ዳርጋ ኣብኡ እያ ትሓልፍ ነይራ። መጻሕፍቲ ክጽሕፍ ስለ ዝሓሰብኩ ግን ለይቲ ከኣ ኣብ ሓንቲ ገዛ ዓሰርተ ሰብ ንድቅስ ስለ ዝነበርና ልቺ ወሊዐ ገለ ነቲ ሰብ ክርብሾ ስለ ዘይክእል እንታይ ክገብር ወሲነ ማለት እዩ ልክዕ ኣብታ ገዛ ነቲ ዓመት ረቢሐ ክወፅእ እቲ ኮይነ ነቶም ዝምህሮም ዘለኹ ኮምፒተር ምሂረ መፃሕፍቲ እውን ፅሒፈ ክወፅእ ኣለኒ ብምባል ናይ ለይቲ ልቺ ብምጥፋእ እቲ ኪቦርድ ናይቲ ላፕቶበይ እንዳገበርኩ መብራህቲ እንዳብራህኩ ብለይቲ ይጽሕፍ ነይረ ዘዕርፈሉ ዝነበርኩ ድማ ካብ ሰዓት 8 ክሳብ ሰዓት 10 ኩሉ ሰብ ኩዕሶ እንዳረኣየ ከሎ ኣብዚ ናይ ዓለም ማለት እዩ ኣነ ድማ ይድቅስ ነይረ ኩሎም ተሓደ ስዒሩ ተሓደ ተሳዒሩ ሆ ኢሎም ክወጹ ከለዉ ድማ ኣነ ቀጠታ ተሲኤ ነፍሰይ ተሓጺበ ሙሉእ ለይቲ ምጽሓፍ ይጅምር ማለት እዩ። ስለዚ ልክዕ ከምዚ ነይሩ። ብሓፈሻ ግን እዘን ትርእይወን ዘለኹም ክልተ መጻሕፍቲ ኣብ ሆሎት ኮይነ ኣብታ ቤት ማእሰርቲ ኣብ ውሽጢ ሸሞንተ ወርሒ ዝጸሓፍኩወን እየን ማለት እዩ። ካብዚ ሓሊፈ ግን ኣብ ኤውሮጳ ስለ ዝመጻእኩ ስዊዝ ማለት እዩ ኣብ ውሽጢ ትሽዓተ ዓመት ሓንቲ መጽሓፍ ጥራይ ጽሒፈ እዚ እንታይ ንክትመሃሩ እየ እዚ ናተይ ዝነግረኩም ዘለኹ ማለት እዩ። ኣብ እስራኤል ከለኹ ኣብ ውሽጢ ሓሙሽተ ዓመት ዋላ ሓንቲ መጽሓፍ ኣይጸሓፍኩን። ምክንያቱ ሓደ ስራሕ ክልተ ስራሕ ወይ ድማ ተወሳኺ ካልእ ስራሕ እንተዘይኮይኑ ሞያታትን ካልእን ግዜ ኣይነበረን ማለት እዩ። ሕጂ ኣብ ኤውሮጳ ከለኹ እውን ሓደ ስራሕ ትሰርሕ፣ ካልኣይ ሞያ ትሰርሕ፣ ዝተፈላለየ ግዜኻ ቢዚ እዩ ማለት እዩ። ኣብ ሆሎት ከለኹ ግን ዕስራን ኣርባዕተን ሰዓት ናጻ እየ ነይረ ማለት እዩ። ክሰርሕ ኣይፍቀደንን እዩ። እንተኾነ ግን ኢደይን ርእሰይን ኩሉ ግዜ ናጻ እየ ነይረ። ስለዚ እዞም ኣብ ኣፍሪቃ ዘለኹም ሕጂ እውን ልክዕ እታ ቤት ማእሰርቲ ኩሉ ይርዳኣና እዩ፣ ገንዘብ የብልኩምን፣ ግዜ ግን ኣለኩም። ስለዚ ነዛ ግዜኹም ግን ፕሊስ ተጠቐሙላ። ነዚኣ ክብል ጥራይ መጽእ ዘለኹ ታርእስተይ ምክንያቱ እንድሕሪ ደኣ ሓደ ሰብ ዓመት ኣብ ኣፍሪቃ ሃልዩ ጓል ሓንቲ የብሉን ግን ዓመት ሙሉእ ፊትነስ እንተሰሪሑ ኩሉ ሰብ ዝፈትዎ ቅርጺ እዩ ዝውንን ባዕሉ እውን ሙሉእ ጥዕና ይህልዎ ሓደ ሰብ መንፈሳውነት ዝደሊ እንተኾይኑ እውን ዓመት ሙሉእ ክልተ ዓመት ሙሉእ ሰለስተ ዓመት ሙሉእ ኣብኡ እንድሕር ድኣ ጸኒሑ ህይወቱ ሙሉእ ክሕዞ ዝኽእል መንፈሳውነት ዝደልዮ ዓይነት ደረጃ ክበጽሕ ይኽእል እዩ ተወሳኺ ካልእ ሞያታት ሎሚ ኣብ ዩቱብ ኣብ ጎጉል ብሙሉእ ብናጻ እዩ ዘሎ ዝደለኻዮ ዓይነት ሞያ ብዩቱብን ብጎግልን ጥራይ ክትወስዶ ትኽእል ኢኻ ተወሳኺ እንድሕሪ ደኣ ንስኹም ነፊዕኩም ሞያታት ክንመሃር ደሊና ናይ ኮምዚ ሞያ ክቕጽል ደልየ እንተልኩም እቲ ኣብ ኣሜሪካ ኣብ ካናዳ እስራኤል ኤውሮጳ ዘሎ ሓውኹም ሓፍትኹም ቤተሰብኩም እውን ኩሉ ንምምሃር ክሕግዘኩም ይኽእል እዩ ስለዚ ፕሊስ እታ ግዜኹም ተጥቀሙላ ዕበዩ ኣክንዲ ትጭነቑ ብልክዕ ኣብ ሆሎት ዝነበረ ሰብ ኣዝዩ ብዙሕ ሰብ ተጨኒቑ ሙሉእ መዓልቲ ደቂሱ ውዒሉ ሙሉእ ለይቲ ከዓ ኣብቲ ቴሌቪዥን ክርኢ ዝሓድር ሰብ ነይሩ ይርዳኣና እዩ ማለት እዩ ኣብ ካምፒ ኣብ ቤት ማእሰርቲ ተሃሊኻ ናይ ሆሎት ንግሆን ምሸትን እንዳፈረምካ መዓልታዊ እዩ ነይሩ ኣብ ኡጋንዳ ኣብ ኢትዮጵያ ኣካሊእ ዘለኹም ግን ዕስራን ኣርባዕተን ሰዓት መን ኢኹም ኣበይ ኣለኹም ዝብለኩም ሰብ የለን ማለት እዩ ስለዚ እቲ ግዜኹም ክትጥቀምሉ ትኽእሉ ኢኹም ልቺ እውን ኣሎ እንድሕሪ ደኣ መጻሕፍቲ ክትጽሕፉ ስነ ጥበብ ድራማ ዲኹም ትደርሱ ካልእ ዲኹም ደሊኹም ዓብዪ ካልእ ካልእ ክትሰርሑ ትኽእሉ ኢኹም እዚ ሞያን ኣይኮነን እንተኢልኩም እውን ብዙሕ ሞያታት ናትኩም ክትረኽቡ ኢኹም ጥራይ ግዜኹም ገለ ነገር ክትዓብይሉ እንተሓሲብኩም ማለት እዩ ስለዚ እዚኣ ፕሊስ ኩልኹም ኣብ ኣፍሪቃ ዘለኹም ክትርእይዋ ከም ሓሳብ እውን ክትፍትንዋ ብጣዕሚ ይደልየ ንዓይ ብጣዕሚ ብጣዕሚ ጠቂማትንያ ብጣዕሚ እውን ኣብ ዓሰርተ ዓመት ዘይሰራሕክዎ ኣብ ውሽጢ ሸሞንተ ወርሒ ዓብዪ ሞያ ሰኒቀ መፀ ክልተ መፅሓፍቲ ፅሒፈ ልዕሊ ኣርባዕተ ሚዕቲ ተምሃሮ ብሰርቲፊኬት ኣመሪቀ መፅየ ሕጂ ክገብሮ ዘይከኣልኩ ማለት እዩ ኣብ ኤውሮጳ ኮይነ ንስኹም ከዓ ኣብኡ ኮይንኩም ሕጂ ክትገብርዎ ትኽእሉ ድሓር ግዜ ስኢንኩም ክትገብርዎ ዘይትኽእሉ ብዙሕ እዩ ዘሎ እሞ እታ ግዜኹም ኣብ ረብሓ ኣውዕልዋ ተጠቐሙላ ፕሊስ ማለት እዩ እዚኣ ምኽሪ ካብ ሓውኹም እያ እቶም ኣብ እስራኤል ኣሜሪካ ካናዳ ወይ ድማ ኣብ ኤውሮጳ ዘለና ከዓ ንኣሕዋትና ሸር ንግበረሎም ምናልባት ክትጠቕሞም እያ ዝብል ስለ ዝሓሰብኩ እዩ ቴንክ ዩ